ናይ ጣዕመና ምሰ ኢልካ በጃኽ ቪላ ሓፍተይ ጅም ዲና ገዛ ተለካ ዓረብ ገዛ ዝልወል ነይሩ ኣይምሰራሕኩን ጅም ኣይመኸትኩን እንታይ ዳ ክትገብርሞ ኣብ ገዛ ሰርሕ
በቲ ናይ ገዛ ዘሎ ዋ ኦኬ ናይ ገዛ ኣለኒ እኮ ኣሎ ግን እንታይ ድዩ ሕጂ ነዊሕ ገረካ ኣብ ዝገድፎ ቲክቶክ ኢለ ምጀመርኩ እየ ገዲፈያ ንጅር ናናናና ደሓን ቲክቶክ ገረ ትበልስ ቲክቶክ መማይካ መስለይ ትግበሮ ዋ ፍቅሪ ገረ ምጀመርካ ከገዲፍካዮ

ኣንታ በይ እንታይ ኢልክኒ ኣቦ ጓለይ ዶ ብወደይሲ ናብ ኣዲኣ ከይትኸይድ እያ ብለኒ ነይሩ ኣብ ፍቅሪ ሽዑ ግን ይበኪ እየ ነይረ ሕጂ ግን ኖ ፀሪፍኒ ሃሪምኒ እየ ዝበኪ ነይረ ከምዚ ምስ ኣፍቂረ ገለ ኣይኮንኩን ዋ ከምዚ ምስ ፋሚሊ ክስታይ ይብሉኻ ወሊት ክሉ እንዲኺ ከምዚ እንዲኺ ወዲ ዓድኺ እዩ ከምዚ ምስ ፋሚሊ ይዛረቡኻ ብዛዕብኡ ገለ መለ ብሰንኪ ፋሚሊኻ ናትና ንሓበሻ ፀቕጢ ኣለና ብሰንኪ ፋሚሊኻ ከምስኡ በቃ ስቕልካ ተሰቃይካ ትነብር ተረዲኻኒ ናይ ናይ ፋሚሊ ዳ ፋሚሊ ዳ መጀመርታ መጀመርታ ሽኻ ናይ ገዛእ ርእስኻ ናፅነት ክህልዎ ከሎ ኣነ ከምኡ እየ ዝኣምን ሲስተረይ ክነግረኪ ሕጂ ወ ሕጂ ኮም ኢኻ ትኣምን ኣብቲ ሽዑ ግዜ ግን ተረዲኻኒ ኣነ በዛ ነብሰይ ኣብ ፋሚሊ ዳስ ዋይ ኢኻ ከምዚ ወዲቐ ዘለኹ ተረዲኻኒ ብፋሚሊ ስለ ዝሰምዕ
ከብለኪ ክንፃወት ኢና ድሕር ተስዒረኪ ሓፍኮፍ ከብለኪ እየ

ስምዒታዊ ደኣ በቃ ከምዚ ስምዒታዊ ኮንካ ምዝራብ ዝኾነ ነገር ዝስማዓካ ዝኾነ ሰብ ተይልካ ይስማዓካ
ቀልጢፉ ከም ምሻሎ ቀልጢፉ በቃ ዝዛረብ ምሻሎ ቀልጢፉ ኣብ ርእሱ ዝመፀሉ ዝዛረብ ሰብ እየ ዝብለክ ዘሎ ቀልጢፉ ሓራቕ ምሻሎ ቀልጢፉ ሓራቕ ወሳኒ ኣነ ናይ ኣነ ሓራ ናይ ብሮ ኣነ ቆርበተይ ረጒድ እዩ ማን ኦኬ ሕጂስ ብዝኾነ ስኮም ዓንዲ ጓል ደስ ትብለካ ልክዕ ከም ሰበይቲ እያ ንዓይ ደስ ትብለኒ እዚ ማለት ከዓ ደስ ዝመፆ ኣብዚ ክፈልጡ ዝደልዩ ኣለዉ ጥብ ዘይብላ ጓል መዓኮር ዘይብላ ጓል ቀጣን ልምፅ ዝበለት ገፃ ከዓ ቀይሕ ዝበለት ላይክ ምሻሎ እቲ ስኪን ናትካ ከዓ እቲ ስኪን ከሎር ናታ ከዓ ቀይሕ ዝበለ ላይክ ማእከላይ ሚክሲ ምሻሎ

ገሊፀ እምበር ተከካፍኣ ጡብ ዘይብላ ኢለ ማዓኮር ዘይብላ ኢለ ብምንታይ ኮፍ ትብል
ማዓኮር ተዘይብላስ ብምንታይ ኮፍ ትብል ኖ ማዓኮር ዘይብላ ክትርዶል እዚ ኳ የለካ ዴብ ዴብ እቲ ርስኻ ስኒ በዚ ሪሞት ጌርካ ፍጭርጭፍ ኢኻ ተብሎ ማዓኮር ዘይብላ ማለት እኮ ለማፅ ማዓኮራ ማለት እዩ ማዓኮር ዘይብሉ ሰብ እኮ የለን ብዘይ ማዓኮር ዝተፈጠረ ሰብ እኮ የለን ግን ለማፅ ማዓኮራ ይኖ ለማፅ ተረዳኻኒ ሽም ሓቡኒ ያ ጢዝ ማለት እዩ ጢዝ
ግደፍ እንባ ስለ ዝገር ጃባ ግደፍ ኣለኻ ከደብ ደሓን ጊና ሶሻል ሚዲያ እንኳዕ መፀኻ ዛናጋዕ ኣለኻ ፅቡቅ
ይዘናጋዕ ኣለኻ ነዳይ እንጀ ይገብረ ኣለኹ ሂወት ከምኡ እዩ መዓስ ኢኻ ትወልድ
ትወልድ ዋላ ትወርድ

እግዚኣብሔር ሒዝዎ ዘሎ ከወለደ ይወልድን እውን ዝተፈልጠ ነገር የለን። እንዴኻ ክትወልድ
ተተባሂሉ ዳ ናይ ናይ ናይ ዋን ተርባዕተ ዳ እሞ ንሆላንድ ከጨንቖም ኣነ መደብ የብለይን ኣሃ ኦኬ ክንደይ ደኣ ክልተ
በቃ በዚሖም ተባሂሎም ሰለስተት ውሕዶም ተባሂሎም ከዓ ክልተ ወድን ጓልን እንተኮይኖም ፅቡቅ እዩ ወልት ከድሌታ ና ካብዚ ሕጂ ጀነሬሽን ዋ በጃ ከይትረፈና ወደ እንተኮይኖም ከዓ ፅቡቅ እዩ ካብ ጋል ወዲ ይመርፅ ግን ኣምላኽ ዘይብካ ውላድ ውላድ እዩ። ሓንቲ ኖርማል እዩ። ጓልስ እንታይ ክንደይ ንፋዕታ ዋል እንዴን ዘለዋ መዓስ ኩለን ሓደ ኮይነ ኣብ ኤርትራ በቃ ከም እያ ከዓ ኢለካ ዓንተ ከም ኣይካ ኢልካ ራኢካ እንታይ እንታይ ትብል ነርካ ዓንተ እዩ ኣብ ኤርትራ ሲ ጓል እዚ ኣምላኽ ይሃበኒ ኩሉ ሰብ ሲ ጓል እዩ ዝፅበ በኹሪ ተረዲእካኒ ዝደልያ መብዛሕትአን ኣብዚ ግን እንታይ ወዲ ዝድለ መብዛሕትኡ ወደ ነይ ነይ ጓል ኣብ ኤርትራ እኮ ወብ ኤርትራ ጓል ደልያ ኮና ተናንስቲ ህጂ እንታይ ድዩ ኣይፅላኣን እኮ ንፋዓት ኣዋልድ እውን እኮ ኣለዋ ብዙሓት ንፋዓት ኣዋልድ ኣለዋ ተረዲኣኒ ማለት ሲ ኣምላኽ ቀፂዑ ከበካ ኣለዎ እምበር ንዓና እውን ቀፂዑ ይሃቦም ንስድራና ከዓ እንዳበሉ ይሕቦምና መሕረራት ኮይና ተሪብና እምበር ኣምላኽ በዓል እንታይ ዝበሃል ይሃብካ እምበር ናይ ጓል ኣይኮነ ናይ ወዲ ይኮነ ክንደይ መሕረራ ወልዳት ኣላ ክንደይ መሕረራ ዋልድ ኣለዋ ስለ ክንደይ ከኣ ግን ኩዕሶ ክጻወት ትገብሮም ኢኻ ደቅኻ ዴቭ
ዋይ እንታይ ኩዕሾ ዳ ኣበይ እሞ እንደ ማለት ሲ ተኸፈ ኣ ሰሪዶም ኢልካ ሪኢኻዮም ዶ ኖ ጋይስ ማዕኮር የለ ጥይዝ የለ ሓፍ ኮፍ የለ ፑሻብ የለ ዋ መሓሩና ስካይ ትሕምና በጃኹም ኢለኩም ናይ ባሞ ፊልማ ተቐፀ እንታይ መቕፃዕ ሃንዳ ሓረይ ፀገም የለን ካረ ክትቅፅዒ ያ ክሳብ ሕጂ ትበልዒ ኣለኺ ቅድሚ ሰዓት ጀመርክዮ መግቢ
ኣበካዶ ሕማም ኣለኒ ሰለስተ ኣበካዶ በልዐ ኣለኹ ኣትስኺ ጨጎራ ካብ ስራሕ ወፃእ ክኸውን እዩ ተባዕቲ እንታይ ሕጂ ሓይሊ ኣለኪ ዶ ከምዚ ሓይሊ ገለ ዝስምዓኪ ዶ ሰምታይምስ ክበኣስ እንከለኹ ምስ ኣወዳት ያ ወላ ትበኣሲ ዲኺ ምስ ኣወዳት ምስ ዓርከይ ይበኣስ ነይረ እውን ሕጂ
በቃ ተሓሓዙ ገለ ዋይ ተመስገን ፈጣሪ እንታ እዛ ናተይ ዓቕሚ ዘይብላ ጌርካ ንሓንቲ ጓል መሓዛይ ምስ ምስ ሓንቲ ምስ ሓደ ወዲ ተባኢሳ መጺኣ ነይራ ሕጂ እቲ ወዲ ደፊእዋ ወዲቓ ኣነ ነጢረ መጺኣ ኣነ መስተይ ሰትነ ነጢረ መጺኣ ነቲ ወዲ ካበይ ካብቲ ባር ዋላ ካብቲ ደገ ናይ ኣብ ኩርሲ ኣብ ኩርሲ ምሻሎ ከም ምስ ዲቪ ከኣ ላይክ ኣብ ናይ ባር እዎ እዎ ናብ ደይበ ነይረ ካብኡ ነጢረ መጺኣ ነቲ ወዲ ጉብጥ ኣቢለዮ ክልቴና ተሓዝና ወዲቕና ምስቲ ወዲ እቲ ወዲ ሰትዩ ስለ ዝነበረ ማለት እዩ በቃ ሰንቢዶም ሽዕኡ ኣስኹ ጓል ኢኹ ዋራ ወዲ ጓል ኢኹ ዋራ ወዲ ነቲ ወዲ በቃ እቲኣ ጓል ከዓ መፅያ በቃ ኣብ ልዕሊ ብጫማ ገይራ ቦል ኢልካ ደም ንደም ትወዲ ገፁ ብጫማ ገይራ ስለ ዝሃረመቶ ሶ ብጣዕሚ ባእስ ክፈቱ መዓት እየ ባእስ ተኮይና ከዓ ምስ ወዲ ክኸውን ኣለዎ ምስ ጓል እየ ክኸውን የብሉን ምስ ጓል ስቕ ኢልካ እዩ ምንጫት ገለገለ እዩ ሓደ ግዜ ከዓ ምስ ጓል ተባዕ ይሰጥዋ ንኺሰያ ሓደገኛ ኢኻ ሲሳይ። ብምንካስ ማራ እየ ዝፈቱ ናይ ወዲ መዕልፎ
ምንካስ ትፈትዊ ንምንታይ ዕላማ ጥቦም ክትነኽስዮም ደስ ይብለኪ ብለ ዝኽዳ ፀገም ገይርክላ እዩ ኣይኖ እንታይ ሞ ክገብር
ኣንታ እዛ ሰብ ገላ ክትብለኒ ኣቲ ይሓልም እንደ ዘለኹ ይነበር እኳ ምርዳይ ኣብኒ ለግደሚ ማራ ደስ ይብለኒ

መጽሓ ትፈልጥ ናብ ሸወደን እኔ መጽ ይፈልኒ ኣይፈልጣኒ ሆላንድ እኮ መጽ ነረ ሮተርዳም
እያ ልካ ኣብታ ከማኻ ዓይነት ባህርያት ዘለዎም ዓዲ መፂኽኒ እንታይ ባህርያት ኣለዎም ማለት ውዕያት እዮም ኣብ ሮተርዳም ብጣዕሚ እሳት እዩ እቲ ከተማ መራ

ብዘይ ሓሰት ብዘይ ሓቂ ብዘይ ሓሰት ሓቂ ዘረባ ማለት እዩ እዚ ኩሉ 25 ዓመት ዝሓለፈ ብምሉእ የሐጉሰኪ ዶስ ዋላ ፍርቂ ፍርቂ
የሐጉሰኒ እምበር ያነ ካብ ኩሉ ከንታይ ድዩ ዘሐጉሰኒ መሲልካ ደ ሲሪየስሊ ሕጂ ብምውላደይ ብምውላድ ኢለ ኣይጭነቕ መን ክምርዓወኒ ኢለ ኣይጭነቕ መን ክወስደኒ ኢለ ኣይጭነቕ ካብ መን ክወልደ ኢለ ኣይጭነቕ በቃ ሓዳር የጨንቐክን ድዩ ንክትምርዓዋ ክትጭነቓ ድዮን ያያ ሶም ሓደ ሓደ ኣዋልድ ከምዚ የጨንቐን ዘይኮነሲ ሕማቅ ክገብራ ኣይደልያን ወይ ድማ ሕማቅ ክዛረባ ኣይደልያን መን ክወስደኒ ወይ ድማ መን ክምርዓወኒ እንታይ እሞ ሕብረተሰብና ከምኡ እንዲ ሓቂ እንዳተዛረብ እንታይ ከም ዘይ ትፈልጥ ትኸውን ናይ ማብ ሕብረተሰብና እኮ ኣብ ዓድሽ እንድሕር ተጋጢሙ ገለ መለ ህጂ ጓል ዕብይቲ ኢላ ዕድሚኣ ገለ ናብ ሰላሳ ገፅ ኣፀጋጋዕቲ ዕስራን ገለ መለ እንድሕር ተበፂሓ ትሻቐል ማለት እዩ ኣብዚ ግን ኣብዚ ደኣ እንታይ እሞ ደቂ ኣርብዓ ምስ ኮንክንስ ትምርዓዋ ደ ኣለኽን እንታይ ከፊእክን ኢኽን ምክጭና
ሕጂ ንኣብነት እንታይ ይብለካ ኣለኹ ኣብዚ ሕጂ ኣብ ደገ ማለት እዩ ኣብ ኢሮጳ ከምዚ ኣብ ሶሻል ሚድያ መብዛሕትኡ ሰብ ኣብ ሶሻል ሚድያ እዩ ዝነጥፍ ተረዲእኻኒ ሕጂ ኣብ ሶሻል ሚድያ ክትዛረብ ክዛረባ እንዳደለያ ግን ክዛረባ ደይክእል ኣለዋ ተረዲእኻኒ ከምዚ ሕማቅ ነገር ንኣብነት ኣነ ናፅነት ኣለን ዝኾነ ክዛረብ ኽእል ውይ ከምዚ ተይለሲ
ሰብ ክፀልኣኒ ወይ ድማ ሰብ ከምዚ ክገብረኒ እዩ ወይ ድማ እዚ ወዲ እንድሕር ፈትወኒ ኮይኑስኒ ከምዚ ገይሩ ክፀልኣኒ እዩ ምሽ ኣሎ ወይ ድማ ዓርኪ እንተለካ ዓርከይ ከምዚ ክብለኒ ወይ ከምዚ ክፀልኣኒ እዩ ገለ ገለ ዝብላ ኣለዋ ብዙሓት ከይብሉኒ ማለት እዩ ያ በቃ ከይብሉኒ ብሓፂሩ ወይ ድማ መን ከይወስደ መን ክወስደኒ እዩ ላይክ ከምዚ ሕማቅ ተዛሪባ ኣብ ሶሻል ሚድያ ሕማቅ ወይ ጥራሕ ነብሰይ ወይ ድማ ክስቱመ ገይረ ቢኪኒ ገይረ ኣብ ፑል እንድሕር ከይደ ወይ ድማ ሓፂር ክዳን ገይረ እንድሕር ኢትየ ገለስ መን እዩ ክወስደኒ ከምዚ ከምዚ ዝብላ ኣለዋ ተረዲእኻኒ ኣነ ሕጂ ኮሜታት የለን ማለት ኣብቲ ሰብ ዝበፅሐ በፂሐ እየ ንኣብነት ንስኻ ደይ በፅሓካ እያ ውላድ ዳ ወለት ኣነ ውላዳ ያ ማለት እንታይ ድዩ ሕጂ እንታይ ድዩ ሰብ ከዓ ናቱ ዘይረአ ናይ ሰብ እንዲ ዝገብር ኮይኑ ትፀገም ኣነ ሕጂ ናተይ ሓጢኣት ዘይረኣኹ ናትካ ሓጢኣት ክፅብፅብ ውዕል እዚ ቡልሽትነት እዩ እዚ ጌጋ ናትና ከምኡ ተሓሳስባ መሕልፎ ዞም ኤርትራውያን ብጣዕሚ ኢና ክስታይ ከምኡ ኣለና ሽግር እንዳን በዚሑ እንዲዩ ኣብ ዲድ ክነወት ሰንካ ዳላ ኣሎ እንታይ ሞሎ ዝበዝሐ እንታይ እንታይ ሕማቅ መልሓስ እዩ ሕማቅ መልሓስ እኮ ዴቭ ትፈልጥ ሕማቅ ብውሽጢ ዝገብራ ኣይስወር ዴቭ ንዓይ ትፈልጠኒ ኢኻ ሕማቅ ብውሽጢ ዝገብራ ብጣዕሚ እየን ብዙሓት

ትምህርቲ እኳ እዩ ንዓኺ ሕጂ ፊልማ ቀሊል ነገር መስለኪ ኣሎ እምበር እስኺ ሕጂ ብዙሓት ሰባት ክትመሪ ትኽእሊ ብዙሓት ሰባት ከተንቅሒ ትኽእሊ ብቕዓትን ዓቕምን ኣለኪ ግን እንታይ እዩ ብህልኽ ወይ ብገለ ነገር ዝኣተኽዮ ነገራት ብድሕረይ ሰዓረት ቆላ ትብል ኣብ ርእስኺ ሰፊራ እያ ተረዲኽኒ ሴፍ ሒዙ ዝመፀኪ ፋስ ሒዝኪ ክትፀኒሑ ምዃንኪ ድልውቲ ኢኺ እስኺ ተረዲኽኒ ሸጉጥ ዝመፀ ዱስተን ሒዝ መፀር እየ ምዃን ክተረዲእኪ
ዶሮ ክዋ ብምሉእ መዓልቲ ብልዕ ምስ በዓል እስከ ልዕልዮ ለ ወዲየ ቀሪበ ሓፍ ኣብልዮ እስከ ወዲ እንታይ ክትሪእሉ ኣብ ኢድኪ ዘሎ እምበር
እስከ ብልዕ በሊ ኣታ ኣነ እኮ ይገርመኒ ኣትሓቆም እዮም ፅቡቅ ብትልው ነብሶም ለከይ ዕትዕት ኣቢላ ተዓክት
ኣጸሊምካ ኣጸሊምክ ፊልተር ቀይር ጋይስ እንታይ ወደይ ዘብደ ወደይ ፓርታይም ፓርታይም ይበልዕ ፓርታይም ይሰርሕ እምበር እንታይ ዓይነት ፊልተር ትጥቀም ኣለካ ኣነ ፊልተር የብለይን እንታይ ዓይነት ፊልተር ክጥቀም እዚ ናይ ዓረብቶት ፊልተር እዩ ፊልተር የብለይን ኣነ ብዘይ ፊልተር እየ ዝመፅእ ሪሊ ኬሮ ነነ ፊልተር ገብ እንታይ ገብረለይ ኣነስ ወዲ እንታይ ይገብረለይ መብራህቲ ገለ ዝደጉሓኒ እምበር ሓንሳብ ሓንሳብ ከምዚ የቀይሓኒ ገለ እምበር ኣይፈትን እየ ማን ኣነ ናቹራል እየ ዝፈቱ ብሮ ዋላ ሓንቲ ጉዳይ ኣይኮነን ብዙሕ ዘካብድ ሰብ ኣይኮንኩ ዋው ኣነ ደኣ ፊልተር ገይረ ኣለኹ ጸሊም ኪብሉ ኣሎ የጸልመኪ ኣሎ እዚ ፊልተር ኢሎምኒ
ናይዎ ናይ ገርክዮ ዘለኺ ስምዕኒ እንዶ ክንደይ ግዜ ትበልዒልኪ መግቢ ንመዓልቲ ሓሙሽተ ሽዱሽተ ሓሙሽተ ሽዱሽተ ግዜ ትበልዒ መጀመርታ ቁርሲ ሽዑ ምሳሕ ሽዑ ዓመት ትበልዒ ሽዑ ድራር ሕጂ ርእሲ ግዜ በሊዐ ኣለኹ።
ኣሰይ ዋይ ተእትዋ ከዓ ተእትዎ ተእትዎ ተእትዎ ወይ ወይ ወይ ወይ ወይ ጉዕ ክስኽ ጉዕ ምኾን ግን ንዓይዳ ደብ
ክልተ እንቋቑሖ ይገብር መጀመርታ ንጎ ምስ ወሰዕኹ ባኒ ምሽ ኣሎ እዚ ባኒ ፀሊም እዎ ፀሊም ባኒ ያ ንሱ ለኸ
ብሻሂ ጥራሕ ቆሪሰ ወደይ ትምህርቲ የብፅሕ

ክሸይን ምሽ ትስእ ማይ ከማን ዘይስተ ገለ ሕማቕ እኮ እዩ ትፈልጥ ዶ ማይ ሞ ድሓን ግደፎ ማይ ኣይትዘኩራ ኢኻ ክሸይን ምሽ ትስእ ክሸይን ምስ ተሰኣኹ እቲ ክሽነ ተኸፊቱ ተርእየዮ እቲ ዊልኪ ዝኾነ ብልዒ ዝመፀኒ ተረዲእኻ ንድያ ተተዓፂ ግን ፀገም የለን ትኽሽነ ተተዓፂ ኣይኣቱነ ናብ ክሽነ ገፀኝ እሞ ዝኸዳ ናይ ቀደም ጥሜት ናይ ቅጠሻን ትሽዓተን ሸሞንተን ሕጂ ከተውፅኦ ዘለኽ ትረሃብ ረሃብ ኣለኪ ማለት እዩ ትግረም ዴብ

ያ ወዲ ዓከር ከኣ ሕጂ በሊዕካ ሻሕ በቃ ዋላ ሓንቲ ህይወት የብላ ግን ሳባሳ ግን ብዙሓት መጻኹም ኣለኹም ናብ ዓድና ናብ ጋሽ ባርካ ትፈልጥ ኢኻ ምዞ ብዙሓት ሽዑ ጥሜት ዝነበረሉ ኩልኹም ዳርጋ ናብ ኣና
እንታይ እሞ ማለት ኮሎ ሓደ እዩ ንሕና ሓደ ሃገር ስለ ንሓስብ ኢና እኳ ናብኡ ተሰዊሮም እምበር

ትማል ምሸት ከማን ኣታ ሰዓት ክንደይ እታ ዝበልዓዎ ትማል ምሸት ከ እንታይ በሊዐ ንምዃኑ ናይ ሰዓት ሰዓት ሓሙሽተ ድየ ሰዓት ሽዱሽተ ኣካባቢ በሊዐ ባጌረ ደቂሰ ባጌረ ደቂሰ ክሳብ ሕጂ ካይ በልዓኩም ዘለኹ ሕጂ
ሰዓት ሰለስተ ወይ ከዓ ሰዓት ክልተን ገለን ወይ እታ ሰዓት ኣርባዕተ ክበልዐ ኣጠቃላሊ ኣሰኸማን ገዛ ምስ ተመለስኩ ሽዑ ከዓ ገዛ ከዓ ክበልዐ

ፈቱ ጽቡቅ ጊን ናይ ደገ ምግቢ ንዓኻ ፈቱ ግን በዚሑ እንዲ እሞ በዚሑ እንዲ ኩሉ ግዜ ደገ ይብላዕኒ ጌጋ እዩ ኣብ ደገ ተለሚድካ ኣወል በቃ ናይ ገዛ ይረኣየካን እዩ እዞ በከ ከም ዝለመድካ ይፋሽ ናይ ደገ ምግቢ ኣይትጸልዎን
ዝኖር ንበልዕ እንታይ ክንጸልኦ ማሲካ ዝኾነ ህወተ ዝጸልኦ መግቢ ወራ ንኽሪኦ ዝጸልኦ እዚ ሻውራማ ዱ ገለ ዝበሃል ጥላ ናይ ዓረፍ ደፈንፍነኒ መግቢ እዩ እዚ ደፈንፍነኒ ከመይ ገይሩ እዩ ሰብ ዝበልዖ ስለምንታይ ብጣዕሚ እየ ዝፀልኦ ድፍንፍኖ ከምዚ እቲ ናቶም ክሳይ ስኒ ይርዮ ምሽ ተሰቂሉ ገለ መለ ገለ ብጣዕሚ ዘፈንፍነኒ ካልኣይ ነገር ብጣዕሚ እዩ ሕማቅ እንታይ ተልካኒ ካብ ፍሪዘር እዩ ዝወፅእ ካብ ፍሪዘር ይወፅእ ይስቀል ኣብኡ ክንደይ ርስሓት እዩ

ፉፉ ዶ
እወ ከብዲ ኣየውጻልካን እዩ ቀዳማይ ነገር ከብዲ ዳንታ ይከብሳለ እንዲ ብዓንተ ሲክስ ፓክ እኮ ኣለና ንፈልጥ ዶ እወ እስከ
ነን ኣብዚ ኣሎ ሲክስ ፓክ ገሮሞ ከምዚ ጌርካ ከብዲ እዚ ከብዲ ሲክስ ፓክ ይህብልካ ናይ ረዮ ኦኬ
ያ ስክስ ፓክ ኣለቂ ኖ ግን ከብዲ የብለይን ንዓና ኣዋልዱ ከ ከቢድ እዩ ወላ ዓሰርተ ዓመት ሰሪሕኩ ክወፅእ ከቢድ እዩ ናትና ከም ናትኩም ነብሲ ይኮነን እዎ እዚኣስ ሓቂ ናይ ኣወዳት ነብሲ ቀልጢፍ እዩ ዝፍለጥ
ይሪኦም ሕጂ እዞም ናይ ዳንጋ ዝሰርሑ ኣወዳት ኣብ ጅም ክዲ ገለ ኸውን ዳንጎኦም ምሳይ ዝጀመሩ ኣነ ካብ ወሪድኒ እቲ ዳንገኢ ከምዚ ምሽ ቅርፂ ኣይውፅእን እዩ ከምዚ ምሽ ኣሎ ናይ ኣወዳት ቅልፂ ናትኩም ቅርፂ ኣለኩም እኮ ካብ መጀመርታ ወላ ከይሰራሕኩም ነብስኹም ፍልይ ዝበለ እዩ ካብ ናትና ካብ ናይ ኣዋልድ። ዳንጋ እንዴ መታሲና ተበዲልና ዲና ዳንጋ። ዳንጋ የብልካን ድዩ ዳንጋ ኣለካ ዲካ። ኩሉ ሓበሻ መን ከሎ ዳንጋ ዘሎ ሓደ ሓደ ዳንጋ ዘለዎም ኣለው ኣለው ሓደ ሓደ ዳ መብዛሕትና ግን ዳንጋ የብልናን ኣዋልድ ግን ከምኡ ይኮና ንሕና ሓበሻ ኣዋልድ ናትና ካብ ሰለፍና ዳንጋና ይገጅፍና ኣዋልድ ሓበሻ

ምስ ወለዳ ምስ ብዙሕ ድባል ኣለዋ ሽዑ ነብሰን ሽዑ ይገጅፋ ማራ ማራ ያ ምስ ወለዳ በልዓ ከም ሕሱም ኣይበልዕን ነይራ ኣነ ሽዑ ብጣዕሚ ሽውሃት ተዓፅዩ ነይሩ ሽዑ እንደ እንዳ ዘገጅፋ ዳሞ
ንሱ እዩ ሰቲርኒ ዘሎ ንዓይ ንሱ እዩ ጠቂምኒ ሕጂ ሕጂ እየ ምብላዕ ጀሚረ ኣነ ካልኣ ነገር እዚ ከምዚ መከላኸሊ ትጥቀም ተኾንካ ማራ ኣይደብልዓካ
መከላኸሊ ናይ ምንታይ እዩ እዚ

ግድስ ዘይብለኪ ባቃ ኣደይ ማዓረይ ኣደ ወሊዳቶም ከ እንዳ ኣልኣምኹ ኣነ እቲ ድፍረት ግን ገለ ይገርመኒ ግን ኣነ ኣኩለን እኮ ጥቀም ኣብዚ ስደ ዘለዋ ትፈለጥ ዲኻ ስለ ደይ ዛረባ ነይ ዋ እንጥቀም እናብላኻ ሕጂ ፈሊጠን
ኣይጠነስኩን እብላኻ ሽዑ ዘይጠነስኩ ቅድማይ ዝገበርናዮ እኮ ኣይጠነስኩን እየን ዝብላኻ ሓሰውቲ ሰቆላ እወ እዚ ብግህዶ ጌርክዮ ነዚ ኩሉ ብግህዶ ክትገብርዮ እንታይ ይደፋፍኢኪ

ሰልፍ ኮንፊደንስ ሲምፕል እኮ እያ
ግን ምስኣ ምስኣ ኣስዕብ ኣቢለ ክበክ ብእንግሊሽ ምስልኣ ዌር ኢት ዶንት ሽት ሪሊ ንዓል ሓሪገት ብእውነት ጃርሲንክን እንዲኺ ኦኬ ቀፅላ እዚኣ ማለት ከዓኒ ኣብቲ ትበልዓሉ ሲ ኣይትሕራእ

ኖኖኖኖ ብእንግሊሽ እምበር ክትቲ ትግስታይ ብእንግሊሽ ስኒ ከብዲ ህብሉ ብትግርኛ ይጽቡቅ ትምስላ እዎ ብትግርኛ ደኣ ትግርኛ ዕድመና ሙሉእ ዕስራን ገለን ዓመት እናተዛሪብና ናይ ትግርኛ ደኣ ትግርኛ ጽቡቅ ጌርካ ኢካ ትፈልጥ ብጣዕሚ ብጣዕሚ እየ ትግርኛ ዝዛ- ዝፈልጥ ግን መን እዩ ኣብ ኤርትራ ትግርኛ ኣነ ይፈልጥ ክብል ዝኽእል እንታይ ተልካ ንሲ እቲ ፐርፌክት ትግርኛ ኣነ ዝፈልጦ ዝብል ሲ እንታዋይ እዩ ኣየና እዩ ላይክ በየን ዘለኹ ንሕና ኢና ንሕና ኢና ኣነ እየ ከመይ ጌርካ ንስኻ ዘወረ ፐርፌክት ትግርኛ ኣነይ ዛረብ ስለ ዝኾንካ ዞባ ደቡብ ስለ ዝኾንካ ናይ ናይ ዞባ ደቡብ ዲ ዞባ ትግርኛ ዳሞ ኣብ ጋሽ ባርካስ ኣሎ ኣሎ ኖ ኖ ኖ ይፈላለይ ናትና ዞባ ደቡብ ማእከል ጋሽ ባርካ ዓንሰባ እዚ ኩሉ ናትና ይፈላለዩ ትግርኛና ብኸመይ እኮ መን እዩ ትግርኛ ሲ ኣነ ይፈልጥ እየ ዝብል ላይክ ኣነስ ፐርፌክት ትግርኛ ይኽእል እየ ዝብል እሞ ነናቱ ፅቡቕ ኣለዎ ነናቱ ፀገም ከ ኣለዎ እሞ ናይ መን እዩ ትግርኛ እኳ የብለካ ደለኹ ዴቭ ንስኺ እሞ ናተይ ትግርኛ እዩ ጽቡቕ በሊ፣ ኣነ ከኣ ኣብ ናተይ ትግርኛ እዩ ጽቡቕ ክብል። እሞ እቲ ሓቂ ከ ናይ መን እዩ? እቲ ሓቂ ደኣ ከመይ ገርና ክንፈልጦ? ኦኬ ኦኬ
ሓቅስ ናይ መን ምዃኑ ከመይ ገርና ክንፈልጦ? እምበርከስ ስምዕና ነግረኪ ናይ ንኣብነት ሕጂ ኣብ ዞባ ደቡብ ኮይኑሲ ላህጃ በበይኑ እዩ ናይ ክንደይ ዓድታት ኣሎ ላህጃ በበይኑ ብጋሽ ባርካ ከምኡ ላህጃ በበይኑ

እወነ ያጋጤሙ እንዲ ወረድ ዝኸወ ዝግበር ነገር የለን እንዲ ግን ኣብቲ ግሳይ ኮይኑ ፀኒሑ ወተሃደራ ስለ ዝነበሩ ኣብ ውትድርና እዮም ተራኺቦም ኦኬ ኣቦኸን ኣዴኸን ቀፅሎ ፅቡቅ በቑሪ ዲኺ
ያ
መራ ሓሲብክያ ኢልክኒ

ያ ከምኡ እንዲ ዝሓስብ ዘለኹ እታ ናይ ኣቦይ ክትክእ ኣለኒ
ካብ ዝተፈላለዩ ኮሉ ሓሳብ ልቢ የስምረልክ እንተ ሰይጣን እንተ ኣምላኽ ሓሳብ ልቢ የስምረልክ ንዝሙት እኳ እንታይ ኣምላኽ ክሕወሶ ኢሉ በዓል ይፈልጥ እንታይ ትዛረብ ጓለይ ያ
ያ ዕስራን ኣርባዕተ ኣርባዕተ ኣዋልድ ኢና ዕስራ ወዳት እዮም ኣርባዕተ ኣዋልድ ዕስራ ወዳት ኣነ ከዓ ኣለኹ ካብተን ኣርባዕተ ሓንቲ ሪኣ ኣለኻ ብቲ እንታይ ክትዛረብ ትውዕል ሓንቲ ካልኣ ድያ ንዳሓር ነዚ ሓፍ ገበለ ፀኒሓ ኩርሲ ፀጊበ በቃ ፀጋብ ሰሚዕኒ ንስኸ ዝበለ ዓኸ ኣነ ፀጊበ ይኹ ሶሪ ያ ኮሚና እንታይ ደኣ ክትባዛሕ ኣለካ ብኸመይ ክትባዛሕ ኣለካ ኢለካ ኣነ ማለት ግን

ኣነ
ተሸን ዓሰርተ ሸሞንተ ኣተሓሳስባ ሀሳብ ይተቀየረን ኣሎ ንምንታይ መቅየር ኣነ ቅየር ኣይከድኒ ኣነ ዴቭ ዴቭ በቃ ሰብ እየ ኣነ ኦረድ ከምዚኣ መፅእ ከም ኣይለ ክነብር ኣተሓሳስቡ ዝቅየር ኣተሓሳስባ ኣተሓሳስቡ ዝቅየር ኣተሓሳስባይ ሲ ኣተሓሳስባይ ደዓይ ዘእትወንን ዘውፃንን ዝፈልጥ ፍጡር እንታይ ይገብር ዝፈልጥ እንታይ ዘገምልፀት ዝፈልጥ ዘመኒ ዶ ዘመኒ ነግረኪ ንኣብነት ሕጂ ሲ ካብቲ ሓንቲ ጓል ናብቲ ሓንቲ ጓል ካብቲ ሓንቲ ጓል ናብቲ ሓንቲ ጓል ካብቲ ሓንቲ ናብቲ ሓንቲ ምስ ሓንቲ ወልድ ምስ ሓንቲ ፋታ ምስ ሓንቲ ከይድ ገለ ከምኡ ከምኡ ገይረ ከይደ ዜረ ወይ ገለ ሲ ዘምፅኦ ለውጥታት እንታይ ዘሎ ብዘይካ ዕንወት ብሽጭት ጭንቀት ዘይኮይኑ በብዓይነቱ ክስታይ በብዓይነቱ እንዳገብረለይ እንታይ እሞ ጉድጓድ ጉድጓድ እንዲ ኩሉ ሓደ እንዲ እንታይ ጉድጓድ እንታይ ደ ክሳይ ክትብል ፀኒሕ ግን በብዓይነት ሰበይቲ ትርኢ ማለት መልክበብዓይነት ዘርእስ የብለይ ናይ ኩለንስ ሓደ እዩ ኮፍ ኢለን ምሸና ኩለን ኣብ ካልእ ተኣክለካ ዴብ ጉድጓድ ዝበለ ሰብ ኣይነበረን ሕጂ ኦኬ ብዝኾነ ግን እንታይ ክብለካ ደልየ ዴብ መሲልካ ይፈላለ እዩ ተረዲእካኒ ክትቅየር ኣተሓሳስባ ናትካ ክትቅየር ኢኻ ኣምሹ ሃንድረድ ፐርሰንት ሕጂ ትቕየር ኢኻ እንታይ ትልካኒ ኣብ ኤርትራ እንከለኻ

ኩ ብዙሕ እንዲ ተሓሳስባ ተረዲእኻኒ ብብዙሕ ክትሓስቦ ትኽእል ኢኻ ብዙሕ ትግርኛ ሓንቲ ቃል ስለ ዝኾነት ጥራይ ኣምበር እይ ብዙሕ ኣተሓሳስባ እዩ ዘሎ ተረዲእኻኒ ሕማቅ ኣሎ ጽቡቅ ኣሎ ከምዚ ትብሎ ዘለኻ ኣሎ ጊን ዝብል ዘለኹ ስኒ ኣይተቀየርካን ምስ ተቀየርካ ኩሉንትናኻ ምስ ተቀየርካ ኣብ ኢሮጳ መጺኻ እቲ ናይ ኢሮጳ ምስ ኣተወካ ናብቲ ሓንጎልካ ሽዑ ኢኻ በቃ ካብ ሓንቲ ናብ ሓንቲ ክትናጠር ሓንቲ ኣነ እኳ ኣብ ስደት ዓሰርተ ዓመት እኳ ገይረ ዘለኹ ብንእሸተይ ወፂኣ ዓሰርተ ዓመት ገይረ ኣብ ስደት ትፈልጢ ዶ ኣብ ስደት እወ ኣብ ስደት ዓሰርተ ዓመት ገይረ ሕጂ ዝቕየር ነረ ተዛውን ዝብህጅ ምተቐየርኩ እፈልጦ እኮ እየ ኣነ ትብልዮ ዘለኹ ዘይፈልጦ ኮይነ ኣይኮንኩን ግን ኣይርብሓን ንዓይ ኣድልየንን እዩ ከምኡ ይደልን እየ ኣነ እንታይ ካብ ሰብ በቃ ሰበይትኻ ምስ ክብረተይ ኣይከይድን እዩ ወስደካ ታት ወስደካ ሰበይቲ ዕድለኛ
ናበይ እሞ ወስዳና ደልከኒ ክዲ ምሸትስ ንውሰድ ኣይኮናን ከምዚ ኣይፈትዋን ኣነ እኮ
ከማኻ እየን ዝደልያ ክወስዳኻ እየን ዋእ ኣይደልን እየ በጃኺ ብሕጂ ከዓ ናብ ጓል ዘበት ሰዓት ክንደይ ኮይኑ ኣሎ ጋይስ ካልኣይ ቴሌፎን ኣላትካ ድያ
ታብሌት ኣለትኒ ኣብ ቲክቶክ ዝገዛእኩዋ እስከ
ሰዓት ክንደይ ይመላሎ ሰዓት ዳሞ ብቴሌፎን ዘይርእየልክ ለ እውን የለን ዶ እውን ዶ ረእየስ እናተይ ኣብ ናተይ እንታይ ዓይነት ቴሌፎን እያ ናትካ

ክትቅስ በቅሩ ብሓን ሰዓት
ግዜ ከይድግም ኣለ ዲ ህጂ ለማዓት ንመግብን ድቃስን ክንዲ ዝሃርፍዎ ፍጡራት ሰብ ንመጀመርታ ግዜ ንዓኺ ይርኢ ኣለኹ ደብ ኣነ ድቃስ ክፈቱ መዓት ሕማም ኣለኒ ብድቃስ ድቃስ እንድሕር ደቂሰ ኣነ ሓንቲ ከምዚኣ ክሰማዕ ኣይደሊኒ ቅም ክሰማዕ ኣይደሊኒ ድምፂ ዝበሃል ክሰማዕ ኣይደሊኒ ተደቂሰ ኣነ